ሰላም ኣሕዋት ኣብና ሎማዓንቲ ፊድዮና ካብ ንሪኦም። ቅድሚ ሕዚ ብዙሕ ተባሂሉሉ እዩ ብዛዕባ እዚ ዘመነ ኣለምሰገድ ልኡል ቴድሮስን ሕዚ እውን እንተኾነ ንሳ ነቲ ነገር ክውሰኸሉን። ብዛዕባ እዚ ክንርኢና እዚ ጥራሕ ኣይኮነን ኣሕዋት ኣዋልድ ኣሕዋትና ኣይጠዓመንን የማርራ ኣለዋ። ብዛዕባ እዚኣቶምን ካልኦት ብዙሓት ነገራት ክንርኢና ሰናይ ምክታል። Yow ሰላም ሰላም ልኾርኹም ናይ ረማይ ፊልምስ ዩቲብ ቻነል ቤተሰብ ልኾርኹም ተኻታተልተይ ረማይ ናትኹም ተመሊሰ መፅእ ኣለኹ እሸሓት ዳሕና ዲኹም ከመይ ኢኹም ጥዕና ገለ ስራሕ ኩሉ ሰላም እዮ ዶ ተመስገን እሰይ ሰኣን ብምቕፃል ኣሕዋት ሓደ ነገር ክነገረኩም እሱ ድማ እንታይ እዩ ቻነልና ሽዱሽተ ሽሕ ሳብስክራይበር ክንኣቱ በቃ ዝልባል ይኾነ ተሪፍና ብዛ ቪድዮ እዚኣ ክትእትዩኒ ኢኹም ኢለ ተስፋ ይገብር ሽዱሽተ ሽሕ መእተ ኢለ ልሰርሕ ኣለኹ እዛ ቪድዮ ስለዚ ሓደራ ከይተሕፍሩኒ ብዛ ቪድዮ እዚኣ ሽዱሽተ ሽሕ ሳብስክራይበር ንእተ ብምቕፃል ህዚ ናብ ቪድዮና ክንኣትሲና ቅድሚ ናብ ቪድዮና ምንታይና ግን ንቻነል ዝሓደሽ ለኹም ሳታ ኣለኹም ህዚ እውን ሳብስክራይብ ምግባር ቤተሰብ ኹኑ ንዛ ቪድዮ እዚኣ ድማ

ካራ እወ ናወጋእኩካ ማለት እዩ ብኻራ ናወጋእክኒ ካራ ይፍትሐላ ኣይሰርሕን እቶም ዝዋግኡ ዘለዉ ፀሊእና ሰብዚ ከዓ ናወገእና ክነሪኦ
ኣይ ንዓ ባዝ ሓወይ ማለት ጀማሪ ትኾን ተለካ እኮ መስዋእቲ የድሊ እኮ እዩ ስለዚ ቲክቶክ ክጅምረ ካብ በልካ ዋላ ካራስ ኖርማል እያ ክልተ ሻዕ እኮ እያ ከባድ እምቢ ሓንቲ ሻዕ ኖርማል እያ እቲ ኢላስ ትወጽእ ኣሕዋት ኣብ ልደትኩም ሳርፕራይዝ ትግበሩ ትደልዩ ዶ ማለትሲ ኣብ መዓልቲ ልደትኩም ሳርፕራይዝ ክትግበሩ ትደልዩ ኢኹም ከምዚ ዓይነት ሳርፕራይዝ ካብ ምግባር ግን ይቕሬና ረኣዩ እዚ ሳርፕራይዝ ዝግበር ሰብ ይመፅእ ኣሎ እዩ ኣብ ደገ ይንዮ ረኣዩ ኣሕዋት

በስመ አብ ኣሕዋት ርኢኹም ኢኹም እዚ ቪድዮ ማለት እዚ ናይ እንኳዕ ተወለድኻ ሰርፕራይዝ የኾነሲ ንምንታይ ተወለድኻ እያ ትመስል እዛ ጉዳይ ንምንታይ ተወለድኻ ይምልኽ ኣለዉ ዝሓወይተ ተረዲእካ ክልተ ዓይነት ሰባት ኣለዉ እሺ ክልተ ዓይነት ሰባት ኣለዉ እዞም ቁፅሪ ሓደ ኣይቲንክ ንኩሉ ሰብ ኣጋጢሞም ኣለዉ ቆርበቶም ረጊድ እዩ ኣብ ዝኸድዎ ሻሂ ሰትዮም በሊዖም ገለ ክኸፍሉ ፍፁም ኣይደልን እዩ ንስኻ ክትከፍለሎም እዮም ዝደልዩ ሕሳብ ምስ ተባህለ ኢዶም ኣብ ጅቦም እትዮም ሓሙሽተ ደቂ ዕጥዩ ምጥዩ ምጥዩ እዮም ዝብሉ ወይ ድማ ሽዑ ንሽቃ ክኸዱ ኾኑ ኢሎም ሽዑ እንዳሓር ተኸፊሉ ድዩ ገሊሎም ሰርፕራይዝ ዝኾኑ መታ እንደ ክትከፍሎ እኮ እዮም ዝሰምዑ ኮይዶም ግን ኣክቲ ይገብሩ
ኢሎም ኣረና ሰምታይምስ በይኖም ምስ ኮኑስ መን ኮኑ ይኸፍለሎም ይኾን እዞም ቁፅሪ ክልተ ከዓኒ ስኩፋት እዮም ኣብ ዝኾኑ በቃ ኣነ ተዘይከፈልኪ ኢሎ እዮም ዝማጎቱ በቃ ኣነ ዝኸፍል ኣነ እየ ዝኸፍል ድሕር ገዛ ከይዶም ከዓ ኮይሖም እዮም ንምንታይ እየ ከፊለ ንምንታይ እየ ከምዝኸውን ዘለኹ ኢሎም እቲ ዘገርም ነገር ከ እዚኦም ክልቲኦም ዕሩኽ እዮም እዚአን ክልቲኤን መሓዙት እየን እዚኣ ኩሉ ግዜ እንዳሓመመት እያ ምስዚኣ ትኸይድ እዚ ኩሉ ግዜ እንዳሓመመ እዩ ምስዚ ዝኸይድ እዚ ግን ነዚ ክፈትዎ ማለት እዩ እዚኣ ግን ነዚኣ ክትፈትዎ ማለት እያ እቲ ምንታይ ባንካ እያ ከምዚኦም ዓይነት ሰባት ኣጋጢሞም ፈልጡ ኣብ ኮመንሴሽን እስካ ኣቀምጡለይ ናብ ካልኦት ካ ሸር ግበርዋ ኣሕዋት እስቲ ካብ መን ኢኹም ኢኹም ካብዞም ክንኸፍል ኢና ክንኸፍል ኢና ልሉ ዲኹም ወይስ ካብዞም ንከኸፍሉ ኢሎም ሽንተይት ዝኸዱ ኣብ ጅቡእ መእትዮም ዕጢጥ ኢሉሉ ገለገለ እዛ ብዙሕ ቅርሺ ትበካ ሹገር ወደይ ከይጥርጥረኒ ርክብና ካብዚ ነቋርጽ ትብለካ ተላ ዋይ ሞት።
ባይ ዘ ወይ ከም ወደይ ትፈትዮ ወደይ ላይክ ላይክ ሃቡ ቆልዓ ብጣዕሚ ትፈትዮ
ንዘን ሽጎር ወደ እንዲኻ ወድኻ ትፈትዮ ወይ ኣነ ማርያም ብጣዕሚ ትፈትዮ ለዎም ፍቕሪ ክሪኦ ዘለኹ ሓሳብ ልበይ ጠስሚትለቲ ብጣዕሚ ይሕጎስ

ንርእሰው እዚ ንፊልሚ እንግሊሽ ድፍረት ጥራይ እያ ዝደሊ ዘድልዮ
ኣታ ስምዐኒ ባ ኣታ ስምዐያ እንዶ ናምበር ዋን ናምበር ዋን ዘ ቸይር ሲት ዳውን ሲት ዳውን እዩ

ስለዚ ኣሕዋት ኣምዛ ኣለኩም ኣለኹ እዩ ማለት እንግሊሽ ንምውቃዕ ድፍረት ጥራሕ ተድሊ ኣምዛ ትሪእዋ ኣለኹም እዩ ኣምዛ ትሪእዋ ኣለኹም እዩ ግን ካብ ድፍረት ከዓ ተተቃሪና ይምረፅ ማለት ኣምዛ ኣለኹም ብርሑቕ ዶ ተቐምጥዋ እዛ እንግሊሽ ምርኣይ ስብልካ ብርሑቕ ሰላምታ ዝተረድኦ እሺ ባል ኣይሰርሕን እዩ ኣይህበካን እየ ክትብሎ ከላ ወዲ ከዓ ህልኽ ይዝዕዞ ዝገርመኩም ኣይህበካን እየ ተላቶ ሓንቲ ጓል ንሓደ ወዲ በቃ ኣየህ በካ ኔቴላቶ ነታ ዘይተዋሃበቶ ክረክብ ጉድጓድ ፂሒሩ ብክብርን ብስርዓትን ይገብሮ ማለት እዩ ተዘይኮይኑ ቅርብ ተቢልኩሉ ፅባሕ ንጎ ናፍታ ቅርብ ዘየበለትሉ ከዓ ካልእ ክኸይድ እዩ ከምኡ እዩ ዘሎ እቲ ሕማም ሓቢብቲ ሳይንስ ሳይንቲስት እያ ኮይና እያ ዝሓፍትና ቅርብሉ ከለኺ ህፃንን ህፃን ቆልዓን ሰብኣይን ሓደ እዮም ተረዲእኹምኒ ህፃን ቆልዓን ሰብኣይን ሓደ እዮም ህፃን ቆልዓ ዝኸላእኻየ ነገር ክረክብ ውይ ይብል ውይ ይብል ምክንያቱ ሕጂ እዛ ማንካ እዚኣ ኣይህበካ ኔትልካ ሃብኒ ኢሉ እዩ ዝበኪ ምሽ ዶ ወዲ ከዓ ከምኡ እዩ ዘይረኸቦ ነገር ክረክብ ምድሪ ሰማይን ፅሒሩ እዩ ክረክበካ ዝደሊ ምስ ረኸበካ ከ እቲ ቆልዓ ሕጂ ጸም ቆልዓ እዚኣ ከልኪልካዮ ጸኒሕካ ምንም እኮ ኣይትጠቕሞን ከም ዘይትጠቕሞ እኮ ፈልጥ ኣሎ ሃብኒ ክልእኒ እንዳበለ ጸኒሑ እህብ ምስ ኣበልካዮ ምብካይ ይገድፎ ቆልዕ ሰብኣይ ከኣ ኣይህበካን እየ ተልካ ነታ ዘይተውሃቦ ክረክብ ምድርን ሰማይን ጽሒሩ እቲ ዝግበር እገብረልካ ተዘይ ኮይኑ ከፊትካ ተሂብካዮ ግን ኣሕዋት ዓለምበሻ ሓፍትና ለወለቶ ኣይተረደእኒ ሓቂ ምንጋር ግን ኣወዳት ኣሕዋተይሲ ሃኒ ማልሕ ደጎ እንዶ ማለት እቶም ዝትብለላ እንዲ ሃዋና ማል ድሕር ሕማቕ እንተኾይኑ ሲ ዝትብለላ ነገር እንታይ ምዃኑ ተረድአኒ ግን ሃኒ ማል ንቐንስ ንቐንስ እሺ ኣሕዋት ኣብዚኣ ቪድዮ ክጋብዘኩም ኢና ዝሓውና ማለት ዓቕልኹም ሓደራ ፈለማ ኾይኑ ፍቕረይ ውሒድ ንብዓተይ መግለፂ ስእነሉ ትናፈቐተይ ከማይ ደተስተንትኒ ብኣይ ተሓሪ ግዜ ንፀበናተይ ዓቕሊ ግሪ ኣነሰ ኣለኩ ኣይረሳሕኩክን። ኣሕዋት እዚ ድምፁ ሲ ንባዕሉ ኣሎ ደንጊፅዎ ማለት ሪኢኹም ኢኹም ወደ መጨረሻ። ሳሕኹን ግን ኣሕዋት እዛ ስግጥ ፍምስ ትበሃል ነገር ሒዞማ እዮም እኒኦ ማለት ስግጥ ኢልካስ ትፍምስ ብኣ ርኢ ዝሓውና እዚ ስግጥ ዝብለና ኣሎ እዚ ብቻ ይኾን እዩ ግን ዝሓውና እዚ እውን ረእይዎ ካብዞም ስግጥ ፍምስ ሓደ እዩ ስግጥ ፍምስ ያሓት ሽሮ ሙችኹም ዝሓወይ ማለት እዛ መንገዲ ሒዝኻ ኒኻ እዚ እዛ ስግጥ ኢላ ምፍማስ ትበሃል ናብዛ መንገዲ ኣቲኻ ኒኻ ከዚ ኣትለይካ ካባኻ ዝሓወይ ብዙሕ ምስጋጥ በቃ እምበይ ኣቲኻ ኦሬዲ ናብዛ መስመር ቤተሰብ የብሉን ድዩ ዋላ ደቂ ገዛውቱ እሺ ኣሕዋታይ ደርፊ ድዩ እንታይ እዩ
ሰላም ሰላም ክቡራት ፈተውቲ ኣብ ሙሉእ ዓለም እትርከቡ ባድመት ኮይና እያ ኤርትራ ኣብ ኣብሻይ ኢንተርተመንቲ ሓዳሽ ደርፊ ይፍኑ ስለ ዘለኹ ብሙሉእኹም ከም ቀደምኩም እትባዕ ክትገብሩለይ ብኽብሪ ይዕድም የቐንየለይ ከምዚ ከኒየ ድዩ ኣሕዋት እንታይ እዚ ኣሕዋት ግን ንጠንቀቕ ማለት ናብ በዓል ኣብርሃም ኣፈወርቂ ንምስማዕ ለመደ እዝኒ እዚ ክሰምዕ ተሎ በቃ ምስማዕ ክቋርፅ እዩ ኮይና ክንፀመም ኢና ማለት እዩ ተወዲያ እሺ ኣሕዋት ተዚ ድማና ዝሓፍትና ዘራ ጋብዘኩም ክልተ ደቂቃ ትኾን እያ እዛ ቪድዮ ኮፍ ኢልና ንስምዓያ። ሓደ ሰብኣይ ኣብ ዓሰርተ ክፍሊ ዘለዎ ገዛ በይኑ እናነበረ ከሎ፣ ሓደ መዓልቲ ማዕጾ ናይ ገዝኡ ይንኳሕኳሕ። ምስ ከፈቶ ኣምላኽ ጸንሖ። ውይ ኣምላኸይ! ንስኻ ቤተይ መጺኻ? ኢሉ ድማ ብደስታ ተቐቢሉ ሓንቲ ክፍሊ ሃቦ። ብሓንሳብ ድማ ምንባር ጀመሩ። ኣብ ካልእ ግዜ ድማ ማዕጾ ተንኳሕኩሐ። እሺ። ሰብኣይ ከይዱ ማዕጾ ምስ ከፈተ ሰይጣን ጸንሖ። ሓሪቑ ብብስጭት ማዕጾ ይዓጽዎ እሞ ናብ ኣምላኹ ተመሊሱ ጎይታይ ንስኻ ኣብ ቤተይ ከለኻ ከመይ ኢሉ ሰይጣን ቤተይ ይንኳሕኳሕ ኣሎ ክብል ሓተቶ። ጎይታ ከኣ እዚ ቤት እኮ ገዛኻ እምበር ገዛይ መዓስ ኮይኑ በሎ። ደሓር ግን እቲ ሰብኣይ ተሰምዖ እሞ ካልኣይ ክፍሊ ንጎይታ ወሰኾ። ንሱ ሸውዓተ ገዛ ሒዙ ድማ ምንባር ቀጸሉ። ነገር ግን እቲ ገዛ ካብቲ ናይ ቅድም ብዝገድድ ተንኳሕኩሐ። ሰብኣይ ተኸፈተ ሰይጣን ኮይኑ ጸንሐ ማዕጾ ዓጽዩ ናብ ጎይታ ይኸይድ እሞ ጎይታይ ምስጢሩ እንታይ እዩ ድማ ብሎ ጎይታ ግን እዚ ገዛ ናትካ እምበር ናተይ ኣይኮነን ኢሉ ብድጋሚ ይመለሰሉ
በዚ ግዜ እዚ እቲ ሰብኣይ ዓሰርተ ክፍሊ ንጎይታ ኣረከቦ ጎይታ ከዓ ሓንቲ ክፍሊ ነቲ ሰብኣይ ሃቦ ድሕሪኡ እውን እቲ ቤት ተንኳሕኩሐ ጎይታ ተሲኡ ማዕፆ ከፈተ ሰይጣን ፀንሐ ብስንባደ ድማ ይቕሬታ ናትካ ቤት ምዃኑ ይፈለጥኩን ነይረ ብምባል ተዓዝረ ካብታ መዓልቲ ጀሚሩ ሰይጣን ናብቲ ቤት ኣይተመልሰን ኩሉ ናይ ህይወትና መፍትሕ ንኣምላኽ ተዘያረኪብናዮ ቤትና ካብ ምንኩሕኳሕ ደው ኣይብልን እዩ ዓሰርተ ፐርሰንት ተሂብና ክንኩሕኳሕ እዩ ሰላሳ ሚእታዊት ተሂብና ክንኩሕካሕ እዩ ሚእቲ ተሂብና ግን ምንኩሕኩሑ ደው ከብል እዩ ሰማይ ናይ ደስታ ሃገር ዝኾነት ሙሉእ ብሙሉእ ብናይ ፈጣሪ ፍቃድ ዝፀነዐት ስለ ዝኾነት እዩ ኣባና እውን ናይ ሰማይ ደስታ ዝመፅእ ናይ ፈጣሪ ፍቃድ ኣብ ሂወትና ሙሉእ ብሙሉእ ምስ ዝፍፀም እዩ ስለዚ እዚ ሓዳሽ ዓመት ንእግዚኣብሔር ሙሉእ ልብና ነረክበሉ ዓመት ትኾነልና። ኣሕዋት እዚ ቪድዮ ምረና እዩ መጀመርያ ንዛ ሓፍትና የቀንየልና ክብላ ይደሊ ብምቅጻል ዝበለትና ነገር ኩሉ ሓቂ እዩ ማለት ኩሉ ነገርና ንፈጣሪ ንሕደጎ እሳ ተማሂርና ኔና ሸውዓተ እቲ ካብዚ መቐፃል ድማ ናብዚ ክወስደኩም እሱ ድማ እታ እዩ ብዛዕባ ልውልን ዘመንን ዝበሃል ዘሎ ነገር እዩ እስቲ ዝኾነ ቪድዮ ለ ክጋብዘኩም ስለዚ ልውል ቴድሮስ ንምግላፅ ወይ ከዓ ንሰባት ንምርዳእ ዝሓሰበቶ ብዛዕባ ናይ ዘመነ ኣለምሰገድ ብሉጻት ስራሕትን ብሉጽ ኣርቲስትን ምዃን ንምግላጽ እያ ደልያ ሉል ቴድሮስ ማለት እዩ ምክንያቱ ብዙሓት ደርፊ ኣለዉ ንዓ ክገልጻ ዝኽእል ዝመረጸቶ ንዓ ዝመሰላ ወይ ከዓ ነቲ ሕዚ ዘላቶ ኩነታት ክገልጸላ ዝኽእል እቲ ደርፊ እሱ ኢላ ስለዝሓሰበት ንሱ ድማ ዘመነ ኣለምሰገድ እዩ ሰሪሕዎ ካብ ግጥሚ ዜም ጀሚርካ ከምቲ ቅድም ዝበልናዮ ዜማ እውን ንሱ እዩ እቲ ሙዚቃ ቅንብር እውን እንተሪእናዮ ንሱ እዩ ሰሪሕላ ንኢየሩሳሌም ዓምዴ ማለት እዩ ቴድሮስ ኣብ ናይ ዘመነ ኣለም ሰገድ ስራሕትን ኣብ ናይ ኣለም ሰገድ ዙርያን ከም ዘላ ድማ ዘርእካ እዩ ማለት እዩ ስለዚ ኣብዚ ትማል ምሸት ዝጠቅዐቶ እውን እንተኾነ እቲ ናይ ቅድሚ ሕዚ ብዙሕ ተባሂሉሉ እዩ ብዛዕባ ዘመነ ኣለም ሰገድ ልኡል ቴድሮስን ድማ ብዙሕ ተባሂሉ እዩ ብዙሕ ተዘሪቡ እዩ ሕዚ እውን እንተኾነ ንሳ ነቲ ነገር ክውሰኸሉን ክደማመቕን ዝደለየት ትመስል ማለት እዩ ምክንያቱ እንድሕር ሓደ ሰብ ኣብቲ ቦታ እሱ ዘየለ ኮይኑ ወይ ከዓ እንድሕር ዘይትግበሮ ዘይናቱ ሰብ ብካሊእ እንድሕ ተተርጊምዎ ኮይኑ ትክክል ከምዚ ይኾነ ኢኻ ንሳባት ተረድእ ድሕሪኡ ትገድፎ ማለት እንድሕር ክፍለጠልካ ድልዩ ወይ ከዓ እንድሕር እቲ ሓቂ ምዃኑ እንድሕር ክፍለጥ ድልኻ ድማ ነቲ ነገራት ደጋጊምኻን ፍለጡለይ ዝዓይነቱ ክሰርሕ ኣለካ ማለት እዩ ኣሸሓትና ልምዓት ቪድዮና ነዚ መስል ነይሩ እሽካ ሓ ዝረኹም ሳታ ኣሊኹም ብጣዕሚ ልፈትየኩም ብጣዕሚ ኢለ መስግነኩም ኔክስት ብካሊ ቪድዮ ሽካ ንጋነ ኣሃ ይመችኹም